ዓወት ውላዱ ሓቒፉ ዓይኑ ንላዕሊ ሰይሩ ነያ ቅንዕ ኢሉ ጠመተም ሽማግለ ልኢኸ ከምቲ ባህልና ሕጊ እንዳባ ከምቲ ካብ ዘበን ናብ ዘበን እናተሳገረ ዝመፅ ስነ ስርዓት ሕፀን መርዓን ተኸቲለ ኣባት ነብሲ ሒዘ ዓበይቲ ዓዲ ሰዲደ ዳስ ደስዲሰን መርዓ ደጊሰ ሰተ ነስኒሰ ንጓልኩም ወርቂ ሸላሊመ ብዕራይ ሓሪደ ኣረቅፍሲሰ ቤተ ዘመድ ካብ ርሑቕን ቀረባን ዓዲመ ብኣኹም ክቡራት ዓበይቲ ወለዲ ተመሪቐን ተባሪኸን ጓልኩም ሃቡኒ ኢለ ሓቲተ ነይረ እንተዝኸውን ሓጎሰይ ምሉእ ምኾነለይ ነይሩ ከምቲ ዝጸንሐ ካብ ወለድና ዝወረስናዮ ባህሊ ብዘይምፍጻመይ ድማ ኣብ ቅድሚ ኣምላኽን ብስም እቶም ኣዝየ ዝፈትዎምን ብጾተይ ኣብ ቅድሚ እዚ ኣብዚ ተኣኪቡ ዘሎ ህዝብን ብሽም እዚ በኹሪ ወደይን ሓዊሱ ስድራ መጻምደይ ደፊረኩም እንተኾይነ ይቕረ ክትብሉኒ ይቕሬታ ይሓተኩም ኣለኹም ኢሉ ኣብታ ተሽከርካሪት ወንበሩ ኮይኑ ይቕረ እንተበልዎ ወዱ ሓቂፉ ርእሱ ናብ መሬት ኣድንን ኣበለም ኣያ ናይ ዓወት ዘረባ ሰሚዖም ገና ተረጋጊዖም መልሲ ንምሃብ ኩትኦምን ከዘረኦምን ንዘረባ ከም ዝጥዕሞም እናመቻቸዉ ኢሎም ጎረሮኦም እናጸረጉን ከለውን በዓልቲ ገዝኦም ኣብ ማእኸል ኣትየን ቅልጥፍ ኢለን ይዕረ ይኹንካ ዝወደይ ኣይትድነን ቀንዕ በል ጸላኢኻ ይደፍኣዋ ኣጆኻ መቐንዕ በል ይትደፋእ በላ ኣዲኣ ንብርኽቲ ቀዲመንኦም ኣቱም ደቀይ ቀቅድሚ ሰብኣይ ሰበይቲ እናተዛረበት እኮ ጉድ ረኺብና ኣነ ድየ ንስኺ ኢኺ ሰብኣይ እንታይ መዓቱ እዩ ብንግህኡ ገና ቡና ከይሰተና ኣፍና እኽሊ ከይጠዓመ ህንፍጽ ህንፍጽ ለብለክሎታ እዩ ኢሎም ኣያ ንበዓልቲ ገዝኦም ኩራ ምሳሌ ዘረባ ተዛሪቦም ነቲ እኩብ ሰብ ኣስሓቕዎ እሞ ቀዲመንኦም ስለ ዝተዛረባ ዝሓረቑ መሰሉ እቲ እኩብ ሰብ ስሒቑ ርግዕ ምስ በለ ከምዚ ኢሎም ዘረብኦም ቀጸሉ ዝወደይ ከም ኣቦ ከም ወላዲ ኮይነ እታ ኣብ ልበይ ለለ ሓቂ ኸጸውየካ እዛ ቆልዓ ከብዳ ተቐብቂቡ መላእ ላሕሚ መሲላ መጀመርያ መዓልቲ ክሪኣ ከለኹ ሓቂ ይሐሽ ከም ኣቦ ከም ወላዲ ብጣዕሚ ሓዚነ እየ ብረኽቲ ጓለይ ቅድሚ መርዓ ጠኒሳ ቆልዓ ሒዛትለይ ክትመፅኣ ኢላ ሓንቲ መዓልቲ ብፍጹም ሓሲበዮ ይፈልጥን ኩሎም ኣሕዋታ እቶም መወዳት ይኹኑ እተን ብዕድመ ዝዓበያ ወፃኢ ዘለዋ ደቀይ ብክብሪ ደው ኢለ መሪቐ ኣብ መርዔ ጎጂ ዘውፃእኽዋቶም ኣብ ኩሎም ደቀይ ቅድሚ መርዓ ዝወለደ የለይ ደቂ እማትናስ ኣና ወላዲ ክትትል ቅድሚ መርዓ ተዓሽየን ወሊደን እንዳረኣና እንደይላፀወና ብጎረባብትና ላሓዘና ኣብ ዘለናሉ እዋን ታናተይ እውን ቅድሚ መርዓያ ጠኒሳ ረኣይዋ እናተባሃለት ሽመይን ሽም ስድራይን ጠፊኡ ደጊም ሰብ ሕማቕ ከልዕለኒ ክሓምየኒ እዩ በቃ ክብሬተና ከኣኹ ተደፊረ ኢለ ኣዝየ ተቖጢዐ ነይረ ዝወደይ ግን እዚ እሙን ዓርክኻ ብዛዕባኻ ቀስ ኣቢሉ ብዝርዝር ምስ ነገረኒ በቲ ሓሲበዮ ዝነበርኩ ተጸጺተ ሓዚነ ብስሩውን እቲ ወዲ ኣበይ እንዮ ኢለ ምስ ጠየቅኩ እቲ ንጓልኩም ዘጥነሳ ንሃገሩ ንህዝቡ ኢሉ ኣብ ግንባር ይኳሻሕ እዩ ዘሎ ጓልኩም ከብ ተጋዳላ እያ ጠኒሳ ምስ በለኒ ኮሪዐ ልዕሊ ሃገረይን ህዝበይን ደኣ እንታይ ኣሎ ኮይኑ ንሕና ምእንቲ ሰላም ክነግኒ ክንቀስን ኢልካ እኮ ኢኻ ኣካልካ ጎዲሉ ዘሎ ዝወደይ ካብ ውሉድ ዝዓቢ ጸጋ እንታይ እኒኦ እቲ ዝዓበየ ንሱ እዩ ወዲ ጓለይ ክርኢ ስለ ዝበቓዕኹ ኣምላኸይ የመስግኖ እምበይ የማርር እዩ ዝወደይ ካብ ተጋዳላይ ቆልዓ ረኺበ ይሕበን እምበይ ኣይኹሪ እዚ ህፃን ቆልዓ ሰናይ ዘበን ሒዙልና ዝመፀ እዩ ዝመስል መሐጎሲና ይግበሮም ፈጣሪ ኹናቲ ጥሜቲ ስደቲ ሕማሚ የርሕቐልና ሰላምና ይመልሶ እምበይ ኣያኻ ሕጉስ እየ ኣይኸፍአኒ ኣይኸፍአኒ ኣቦኻ ትመርዓ ትብሎ ለለኻ እውን መዓስ ቀሪ ኮይኑ ፈረስ ለጋልብ ዳስ ሰሪሐ ዲቕ ቐቢል ከመርዐኩም እንዴ ኣነያ ኸዓ ንመን ክኸውን ኮይኑ እዚ ኹለይ ሃፍቲ ጸላእ እኳ ይወሮ ኣሎ ንኹሉ ባዕለ ኣሎ ኹሉ ይትሰከፍ ዝወደይ ይቕረ ይኹንካ ይቕረ ይለካ ኣለኹ ዝወደይ ኢሎም ኣያ ምስ ተዛረቡም እቲ ተኣኪቡ ዝነበረ ሰብ ኩሉ ብሓደ ብጣቕዒት ዘረብኦም ዓጂቡ ኣድመቐሎም ንባዕለይ ኣብ ማእኸል ናይ መድረኽ ተዋስኦ ዘለኹ ክሳብ ዝመስለኒ ኣነ እውን ነቲ እኩብ ሰብ ተኸቲለ ክምስምስ እናበልኩ ሓሳቦም ደጊፈ ኣጣቓዕኹም እቲ ንዓወት ኣብ ተሽከርካሪ ወንበር እናደፍዐ ሒዝዎ ዝመፀ ብፃዩ ካብ ዝመፅእ ትሒዙ ናትና ዘረባ ጥራሕ እናሰምዐ ፀኒሑ እምበር ንሱ ኣይተዛረበን ሓንቲ ግዘ ዕድል ሃቡኒ ኣነ እውን ክዛረብ ኢሉ እንኳዕ ናብዚ ብቃዕኩም እንኳዕ ሓጎሰኩም ዝብል መልእኽቱ ምስ ተዛረበ እቲ ህፃን ግን ሽሙ መን እዩ ዝበሃል ኢሉ ሕቶ ሓተተም ትማሊ ኩላትና ዘዝመስለና እንፈትዎ ሽም ብውሽጥና ኣዳሊና እምበር ሽሙ ከምዚ ይበሃል ኢልና መሪፅና ናብ ውሳኔ በፃሕናን ክጥመቕ እንከሎ እቶም ኣባት ነብሲ ገብረ ማርያም ኢሎም ናይ ክርስትና ሽም ውፅኦምሉ እምበር ንሕና መፀውዒ ሽም ገና ኣይወሰናን ዘለና ኢለ እናተዛረብክዎ እንከለኹም ኣነ ለሊና ኢለዮ ኣለኹ በለት ሃና ካብ ኩላትና ቀዲማም ታዩ ለሊናኸ ኢሎም ኣይሓተቱ እቲ ዘውፅእትሉ ሽም ሓድሽዎም እዩ ባባይ ትግርኛ እኮ እዩ ኣለሊና ማለት እዩ በለት ብርኽቲ ንሃና ደጊፋም ኣያ ቅብል ኢሎም እሞ እቲ ትግርኛ ኣለሊና እምበይ መዓዝ ለሊና ኮይኑ ጓለይ ኢሎም ኣስሐቑና ብርክቲ ቀጺላ ኣነ ማይና ኢለ እየ ሽም ማውፅእሉ ዘለኹ በለት ሽዑ ንሽዑ ኣያ ገጾም ምልስ ኣቢሎም ማይ ኣብ ወርሒ ሓደ ግዜ እኳ ለይትመጸሉ ዓዲ እናነበርክስ ትቦታት ናይ ማይ ደሪቑ ህዝቢ ብራኳይ ዕትሮይ ተሸኪሙ ማይ ኣለሻ ገረብ ገረብ ላዘረ ላረኣኽስ እዚ ልመስል ህፃን ማይና ኢልኪ ሽም ክተውፅእሉ እትዮ በሉ ብርኽቲ ዘውፅእትሉ ሽም እውን ከም ዘይፈተው እውን እናተዛረቡ ሕዚ እውን ዘረብኦም ኣስሒቑና ኩላትና ብሓባር ሰሓቕና ባባዬ ማይ ማለት እኮ ናይ ህይወት ኩሉ መጀመሪ ዘይተሓዝ ዘይጭበጥ ሕብርን ንጣዕሚ ኣልቦ ዝኾነን ብዘይንሱ ዘይንበር ብዘይንሱ ህይወት ዘይሕሰብ ማለት እኮ እዩ ኢላ ብዛዕባ ነቲ ህፃን ወዳ ዝሰመየቶ ሽም መብራህሪ ሃበትሉ ናትኪ ይፅንሐልናዋ ናይ ዶክተር ዳእ ክንሰምዕ ናይኻኸ ዘውፃእካሉ ሽም ስትንገረና ዶክተር ወደይ በሉ ኣያ ናባይ እናጠመቱ ኣነ ዘዳለኹሉ ሽም ልዋ እዩ ልዋ እዩ ዝበሃል በልኩ ድምፀይ ሓፍ ኣቢለ እቲ ኣነ ዝሃብክዎ ሽም ከም ዝሕረ ተኣማሚነ እላገደደ ኸደ ኣታ ታዳነይ ሉኡ ሉዋ በቃ ኮይንዋ ሉዋ ፊደል ለይወሓደስ ብክልተ ፊደል ነዚ መልኣኽ ልመስል ቆልዓስ ሉዋ ኢልካ ሽም ክተውፅእ በሉ ኣያ ኸዘርኦም እናወዛወዙ ናባይ እናጠመቱ ኣያ ልዋ ማለት እኮ ንፉዕ ለባም መስተውዓሊ ማለት እኮ እዩ እዚ ህፃን ድማ ምስ ዓበየ ለባም ንህዝቡ ብቕንዕና ዘገልግልን ናይ ህዝቢ ንብረት ዘይሽየጥ ዘይልወጥ ካብ ግዕዝይናን ስርቅን ዝረሓቐ ልዋ ክኸውን ስለ ዝምነየሉ እየ ልዋ ኢለዮ ኢለ ናተይ ምክንያት እውን ኣቕረብኩም እቲ ሓሳብካ ጽቡቕ ነይሩዋ ሓፂራ ደሞ ዶክተረይ ሕፅር ኢላ ንውሕ ልበለ ካልእ እስቲ ካልእ ማምፅ ዝወደይ ካልእ ማምፅ ደኣ እዚኣ ሲፎትኽዋይ ናተይ እውን ከም ዘይተቐበልዎ ተዛሪቦም ናብ ሰበይቶም ዘይሮም ቤትና ንስኽንከ መን ኢልክንኦ እስከ ጽወያና ኢሎም ሓተትወን ኣነማ ኣሸብር እየ ዝብሎ ኢለን ድምፀን ሓፍ ቢለን ኢደን እናወዛወዛ ተዛረባ እቲ እኩብ ሰብ ዘይገመቶ ሽም ግዲ ኮይንዎ ነቲ መፀውዒ ኢለን ዝሃበኦ ሽም ሰሚዑ ሰሓቐ

ብር ኣቢሉ ሕኑእ ዝፈዲ ማለት እዩ እምበይ ኣሸብር ደኣ ኻልእ እንታይ ክወፀ ኮይኑ ኣሸብርም ኣሸብር እምበይ በላም እቲ ነቲ ህፃን ዘውፅኣሉ ሽም ንሰን እውን ንምብራራ እናፈተናም ኣትዮ ለባም ደይነርኺ ጅግንነት ዝገልጽ እና ትግራዋይ ሽም ስኢንክሲ እዚ ልመስል ህፃን ኣሸብር ኢልክ መፈራርሒ ሰባት ክትገብሩ እዮ ኣርዕዶም ሓየሎም ሰበሮም ረመጾም ኣሕፈሮም ኣንበድበዶም ኣንቀጥቀጦም ለይትብልዮ ግዳ ኣሸብር ካብ እትብሊ

በዓልቲ ገዝኦም ተገሪመን ኣፈን እናታሙማም ኣያ ምስ በዓልቲ ገዝኦም ክዛረቡ እንከሉ ቀልዲ እናሓወሱ ስለ ዝዛረቡ ናይ ሰብኣይን ሰበይትን ወግዖም ድራማ እዩ ዝመስል ምስ በዓልቲ ገዝኦም ኣርብዓን ሓሙሽተን ዓመት ብሓባር ኣብ ሓዳር ከም ዝጸንሑ ብርኽቲ ሓደ እዋን ኣውጊዓትኒ ነይራ ኣያ ቅድሚ ምዝራቦም ኩትኦም ብስርዓት ኣስተኻኺሎም ወንዚፎም ከዘርኦም ናብ መሬት ተኺሎም ብክልተ ኢዶም ተደጊፎም ደው በሉ እሞ ኣነ ነዚ ወደይ ዘዳለኹሉ ሽምማ ዘሪኡ እያ ትብል በሉ ኩላትና ዘይገመትናዮ ሽም ኮይንና ብሓባር ከብድና ክሳብ ዝቖስል ክንስሕቕ ደሊና ግን ድማ ከይኽሩ ኢልና ተሰኪፍና ኣፍና ብኢድና ሸፊና ትሒም ትሒም ኢልና ስቕ በልና ጎይታና እንታይ ማለቶም እዩ እዙይ እዚ ዝመስል ቆልዓ ናይ ኣረግቶት ሰብኡት ሽም ዘሸክምዎስ እንታይ ገይሩ እዩ እንታይ ኣቢሱ መሓዛኹም ዶ ገይርክምዎ ተነኣሰ ከም ናይ ሎሚ ቆልዑ ሚኪ ዳኒ ናቲ ሃኒ ለይትብልዎ ጥዑይ ሽም ሃምልሓስኹምስ ኣንሕና ለውፃእናሉ ሽም ሌላይ ጉሌላይ ለውፃእኹምሉ ክተናሽዎ ኢልኹም እስከ ይበሉ ንሶም ንምንታይ ዘሪኡ ከም ዝበልዎ ምኽንያት ይንገሩና ኢለን ተዛረባ በዓልቲ ገዝኦም ተገሪመን እናረእዮም ኣቲ ሰበይቲ ህደለሊ ዋ ኢሎም ዘረብኦም ጀመሩ ዜሮም እናረእይውን ፈጣሪ ክፈጥረና እንከሎ ካብቲ ብኣዳም ኣቦና ገይሩ ዝሃበና ትእዛዝ ሓደ ብዝሑ ተባዝሑ ንዓለም እውን ምልእዋ እዩ ዝበለ ንሕና ተጋሩ ድማ ዘርእና ክበዝሕ ግዝኣትና ክሰፍሕ ዓለም ክንመልእ ባህገይ ስለ ዝኾነን ከምዚ ዘጽንቱና ዘለዉ ከይንጸንት ከይንውሕድ ምእንተይ ዝወደይ ዘርእዩ ክበዝሐለይ ስለ ልደልማ ከምኡ ለ ስለ ልኣምን ዘርኡ ኢለዮ ኣለኹ ኢሎም መብራህርህ ምስ ሃቡ ካብቶም ከቢቦም ዘለዉ ሰባት እቶም ዝተወሰኑ ነያ ነያደጊፎም ኣጣቕዑሎም ኣያ ቁሩብ ጽንሕ ኢሎም ካብዚ ኹሉ ዝሰማዕኻዮ እቲ ኣነ ዘውጻእኩሉ ሽም ዝሐሸት ትመስል ኣየ ነቲ ሽም መሪጽካሉ ንወድኻ ኮማንደር ወደይ እታ ዘርኡ እትብል ኣነ ዘውጻእኩሉ ፎቲኻያ ዶ ኢሎም ንዓወት ካብቲ ዝተባህለ ኩሉ ንዓኣ ንኽመርጹ ሓተትዎም ድሮ ንዓወት ኮማንደር ዝብል ሽም ኣውፅኦምሉ ደጋጊሞም ኮማንደር ወደይ ክብልዎ ይሰምዕ ኣለኹ። ዓወት ክዛረብ ጎረርኡ እሕ ኢሉ እናስሓለ ሓደ ግዜ ናብቲ ኣብ ሕቕፍኡ ዘሎ ውላዱ ጸኒሑ ድማ ናባናን ናብቲ ኣብ ከባቢና ደው ኢሉ ከም ተዋስኦ እንሰርሕ ዘለና ዝከታተለናን ዝምልከተናን ዘሎ ተመልካት እናረኣየ ነዚ ወድና መጸውዒ ክኸውን ኢልኩም ኩልኹም ዘውጻእኹምሉ ሽምን ዝሃብኩምዎን ትርጉም ኣዝዩ ሰሓብን ደስ በሃልን እዩ ካብ ልቢ ተገዲስኩም መጸውዒ ሽም ክኾኖ ዝኽእል ሓሲብኩም ስለ ዝመጻኹም ክብረት ይሃበለይ ይኹን እምበር ኣነ ድማ በረኻ ክወጽእ ከለኹ ክስዋእ ወይ ብህይወት ክምለስ ምዃነይ ስለ ዘይፈለጥኩም ገና ክጥነስ እንከሎ ትሒዘ ወዲ ተባዕታይ ይኹን ጓል ኣነስተይቲ ብዘየገድስ ጾታ ዘይፈሊ ሽም ኣዳልየ እየ በረኻ ውሪደ በላዓወት እቲ እኩብ ሰብን ንሕናን እንታይ ዓይነት ሽም ኣውፂኡሉ ይኸውን ኢልና ክንሰምዕ ተሃንጢና ጸጥ በልና ዓወት ዘረብኡ ቀጸለም ኣያታትና ክንደይ መስዋእትን መቑሰልትን ሓሊፎም ሰላምን ልምዓትን ዋላ እኳ እንተምፅኡ ብሰንኪ ድኹም መሪሕነትን ድኹም ፖለቲካን መስዋእቶም ተጠሊሙ ህዝቢ ተኻሒዱ ኣብ መላእ እዚ ሃገር ዝርከብ ትግራዋይ ኣደዳ መርሸንቲ መግረፍቲ ማእሰርትን ስደትን ኮይኑ ዓዲ ከም ዘይብሉ ተሰዲዱ ከም ተመን ተቐጥቂጡ ተሳቕዩ ንብረቱ ፋብሪካታቱ ጥሪቱ ዓንዩ ተዘሪፉ እዩ ከተማታቱ ተቓጺለን ባዲበን ናብ ፍርስራስ ተቐይረን ደቂ ኣንስትዮ ተዓሚፀን ተበሳቢሰን ኣቦታት መናእሰይ ተቐቲሎም ናብ ገደል ተደርብዮም እዮም ስግኦም ቀባሪ ስኢኑ ብኣሞራን ኣራዊቱን ተበሊዑ ህፃናት ብድሮንን ብመድፍዕን ተደብዲቦም ኣብ ዕሸል ዕድሚኦም ብዙሕ መከራ ስቓይ ሪኦም ሕዚ እውን ገና ይርእዩ እዮም ዘለዉ እዚ ኩሉ ግፍዒ ከምቲ ዝሓለፈ ክንርስዖ ስለ ዘይብልና ከይድገም ክንቃለሰሉ ዝግበእና ኣብ ልዕሌና ሕማቕ በሰላ ዝገደፈልና መሕዘኒ ታሪኽና እዩ። እዚ ኩሉ ግፍዒ ኣብ ልዕሌና ዝፍጸም ዘሎ ነጻነት ስለ ዘይብልና ብሰላም ወፂና እንኣትወላ ናይ ባዕልና ሃገር ኢልና ብኩርዓት እንጽውዓ ስለ ዘይመስረትናን ቀዳምነት ንህዝብና ስለ ዘይሃብናን ወሰናን ድሕንነትናን ንዘበናት ከየረጋግጽና ስለ ዝጸናሕና እዩ። ወለድና ንዘመናት ናይ ጭቆና መቑሕ ክብጥሱ ብዛዕባ ነጻነት እናዘመሩ ብዙሕ ተቓሊሶም ተሰዊኦም እዮም። ግን ናጽነት ከይረኸቡ እቲ ዝምነይዎ ዝነበረ ሕልሞም ከይሰመረ መሪር መስዋእትነት ከፊሎም ሙሉእ ብርሃን ትግራይ ከይረኣዩ ሓሊፎም። ንሕና ድማ ካብ ወለድና ዝተረፈ ተራእዩ ዘይፈልጥ ግፍዒ ነተኣናግድ ኣለና። ይኹን እምበር ደቅና ንሕና ዘሕለፍናዮ ተመሳሳሊ ስቓይ፣ ስደት፣ መቑሰልትን ሞትን፣ ጭቆናን ግፍዕን ከሕልፉስ ይትረፍ ብዓይኖም ክርእይዎ የብሎምን። ኣብ ልዕሊ ህዝቢ ትግራይ ንዘበናት ዝተፈጸመን ዝፍጸም ዘሎን ግፍዕን በደልን ኣብዚ ወለዶ እዚ ደው ክብልን ንሓዋሩ ከብቅዕን ኣለዎ። ናይ ሰላም ናይ ስልጣንን ዕቤትን መንገዲ እምበር ናይ ኩናት ናይ ስደት ሞት ጥፍኣትን ዕንወትን መንገዲ ንቐጻሊ ወለዶ ክነውርሶም የብልናን ብሰንኪ ኩናት ንብረቱ ዓንዩ ሓገዝ ዝስፈረሉ ናይ መወዳእታ ወለዶ እዚ ናትና ወለዶ እዩ ክኸውን ዘለዎም ሎመዓልቲ ንዓይ ካልኣይ ዝተወለድኩላ መዓልቲ ውልደት እያ ኣነ ብሰላም ንዓኹም ብምርካበይ ሓጎሰይ ወሰን የብሉን። ኣነ በረኻ ዝወጻኹሉ ምኽንያት እቲ ብዓይነይ ዝሪኦ ዝነበርኩ ግፍዕን ጭቆናን መሪሩኒ እቲ ብልዕሊ ህዝበይ ዝበጽሕ ዘሎ ስቓይ በደል ድቃስ ምስ ከልአኒ ኣነ ተሰዊኤ ህዝበይ እፎይ ኢሉ ቀሲኑ ንክሓድር እዩ ድሕሪ ደጊም ብሰንኪ ኩናት ኣካሉ ዝጎድል መንእሰይ ከይህሉ ዓዱ ገዲፉ ዝስደድ ኣብ መሬቱ ተጨቂኑ እናተኣሰረ ርእሱ ድኒኑ ተሸቑሪሩ ዝነብር ትግራዋይ ከይሓለፈሉ ዝሓልፍ ገባር ከይህሉ ምእንቲ ናተይ መቑሰልትን ናይ ብጾተይ መስዋእትን ናይ መወዳእታ መወዳእታ ክኸውን ይግባእ ኢለ እየ ኣነ ንሜዳ ዝወረድኩም ዕድለይ ኮይኑ ኣካለይ ጎዲለ ብህይወት ተሪፈ ኣለኹ እዚ ናተይ ዕድል እዚ ዘይረኸቡ ብዙሓት ብጾተይ ድማ ኣለዉ በረኻ ዝተረፉ ኣካሎም ዝሰኣኑ ውንኦም ዘይፈልጡ ኣበይ ከም ዘለዉ ዘይፍለጥ ደሃዮም ዝጠፍእ ብዙሓት ደቂ ህዝቢ ኣለዉ እግዚኣብሔር ኣምላኽ ዝተመስገነ ይኹን ኣነ ውላደይ ብዓይነይ ክርእይ ክሓቁፍ ዕድል ረኺበ ኣለኹም እዚ ሓቒፈዮ ዘለኹ ወደይ ድማ መዘከርታቶም ንሰላምን ፍትሕን ደው ዝበሉ ብጾተይን ኣያታተይን መዘከርታ ናይቶም ህዝቢ ትግራይ ራህዋን ቅሳነትን ንኽረክብ ናጻ ህዝቢ ንክኸውን ኣብ በረኻ ዝተረፉ ብጾተይ መዘከርታ እዚ ወለዶ እዝን ምስክር መጻኢ ወለዶን እዩ። እዚ ህፃን እዚ ወዲ ህዝቢ ትግራይ እዩ። እዚ ህፃን እዚ ተስፋታ ንምናያ መጻኢት ትግራይ እዩ። በረኻ ዝወፀኹሉ ምኽንያት ህፃናት ትግራይ ደብዳብ ድሮንን ነፋሪትን ፈሪሖም ኣብ ገዝኦም ተኣሲሮም ዝነብሩላ ትግራይ እንተይኮነትስ ህፃናት ከም ልቦም ቁፅርን ፊደልን ዝመሃሩላ ዝመራመሩላ ትግራይ ንክትህሉ እዩ ናይ ድኻ ህዝቢ ጉልበት እናበዝበዙ ናይ ትግራይ ተፈጥሮኣዊ ሃብትን ንብረትን እናተጠቐሙ ሃፍቲ ዝእክቡ ነቲ ድኻ ማሕበረሰብ ግን ቁልሕ ኢሎም ዘይርእዩ ብኔትወርክን ደምን ዝተኣሳሰሩ ሰረቕቲ ናብ ሕጊ ንክቐርቡ ምዕባለ ሰላምን ራህዋን ኣብ ትግራይ ንክዓስል ኢለ እየ በረኻ ውሪደም ኣዴታት ትግራይ ሓዘነን ርሒቑ ማድያ ገፀን ጠፊኡ ብርሃን ደቀን ዝርኣላ ትግራይ ብሰላም ወፅን ብሰላም ዝኣትዋላ ትግራይ ካብ ጫፍ ናብ ጫፍ ዘሎ ኩሉ ትግራዋይ ብፍቕርን ስኒትን ብሓባር ቀሲኑ ዝነብረላ ትግራይ ልምዓት ዝዓሰላ ሰላም ዝሰፈና ንምንባር ምችውቲ ዝኾነት ትግራይ መስዋእትን ስንክልናን ኣባና ዘብቅዐላ ተሃራፊት ሰላማዊት ትግራይ ነዚ ሓድሽ ወለዶ ነዞም ከምዚ ህፃን እዚ ዝበሉ ዕሸላት ከውርስ ተጋዲለ እዚ እዩ በረኻ ዝወፃኹሉ ዕላማ እዚ እዩ ኣካለይ ዝሰኣንኩሉ ዕላማ እዚ እዩ ብፆተይ ኣብ በረኻ ዝተረፍሉ ዕላማ ንሕና ተጋሩ ካብ ቀደም ጀሚርና ብዙሕ መስዋእትን መቑሰልትን ዋላ እኳ እንተኸፈልና ፍረ ቓልስና ከይረኣና ኣብ ጫፍ ዓቐብ በጺዕና ንድሕሪት ቁልቁል ብዜሮ ማርሽ እናተመለስና ናይ ኩናትን ድኽነትን ዓቐብ ምውጻእ ተሳኢኑና ኣብ ልዕሌና ታሪኽ እናተደጋገመ ቅሳነትን ነጻነትን ዘይብሉ ናብራ ክንነብር ኣይኮናን ተፈጢርና ካብ ደጊም ኣተሓሳስባና ክንቅይር ናብ ውሽጥና ክንጥምት ዓቕምናን ዘለና ተፈጥሮኣዊ ሃብትናን ክንፍትሽ ካብ ታሪኽ ክንመሃር እቲ ካብ ዝሓለፈ ወለዶን ኣብዚ ወለዶ እዝን ዝተፈጸመ ግፍዒ ኣብ ቀጻሊ ወለዶ ፍጹም ከይድገም ከይርሳዕ ኣብዚ ወለዶ እዚ ከብቅዕ ቃል ብጾት ከይጥለም መምሃሪ መዘከርታ ክኸውን ታሪኽ ኮይኑ ክዝንቶ ምእንቲ ነዚ በኹሪ ወደይ እዚ ዛንታና ኢለ ሰይመዮ ኣለኹ እዚ ወድና ሽሙ ዛንታና ዓወት ብርሃነ እዩ ዝበሃል በለ ዓወት ድምፁ ሓፍ ኣቢሉ ኣብ ስምዒት ኣትዩ ዓወት ወዱ ሓቂፉ ናብቲ ከቢቡና ዘሎ ሰብን ናባናን እናጠመተ ድምፁ ሓፍ ኣቢሉ ዘረብኡ ቀጸለ ንዘመናት ዘካየድናዮም ቃልስታት መበገሲ ናይቲ ናይ ቀደምን ሎምን ቃልሲ ዝኸፈልናዮ መስዋእቲ ዘትረፍናዮን ዝኸሰርናዮን ኩሉ ምስ ውፅኢቱ ምስ ዓወቱን ብደሚቅ ቀለም በብዓመተ ምህረቱ ኣብ ዛንታና ተጻሒፉ ኣሎ ኣብ ዛንታና እቶም ተረሽኖም ናብ ገደል ዝተደርበዩ ኣሕዋትና እቶም ኣብ መንበሪ ገዝኦም ዝተቐተሉ፣ እቶም ብሰንኪ ሕጽረት መድሓኒት ብሕማም ዝረገፉ፣ እተን ዝተደፈራ ኣሕዋትናን ኣዴታትናን፣ እቶም ኣብ መንበሪ ገዝኦም ኣብ ቅድሚ ደቆም ዝተረሸኑ ሓረስቶትን መናእሰይን፣ እቶም ብድሮን ዝረገፉ ህፃውንትን ኣዴታትን እቲ ሓገዝ ከይረክብ መንገዲ ዓፅዮም ድምፁ ዓለም ከይሰምዖ መስመር ቆሪፆም ገንዘቡ ከይጥቀም ባንክ ኣጊዶም ኣብሲሉ ከይበልዕ መብራህቲ ማይ ኣጥፊኦምሉ ብሕማምን ብጥሜትን ንኽረግፍ ዝፈረድሉ ሓቦኛ ህዝብና ኣሎ ኣብ ዛንታና እቲ ዓዲ ይኹን ዓውዲ የብልካን ኪድ ውፃእ ተባሂሉ ብእምኒ ዝተቐጥቀጠ ዝተጋፍዐ ዝተኣሰረ ዝተሓረደ ምስ ህይወት እንከሎ ብሓዊ ዝተቓፀለ ትግራዋይ ኣሎ ኣብ ዛንታና እቶም ቀትርን ለይትን ኣብ ንፋስን ቁርን ዝናብን በረድን እናተፈራረቖም ድምፆም ሓፍ ቢሎም ንዓለም ዘስምዑ ዳያስፖራ ተጋሩ እውን ኣለዉ ኣብ ዛንታና እቲ ዝተዘረፈ ጥሪትና ብቕምቡላ ነፈርትን መዳፍዕን ዝዓነወ ፋብሪካታትናን ንብረትናን ዝዓነወ ሰቐላ ህድሞ ጉጂ ገዛና ዝተወረረን ዝተቐጸለን መሬትና እውን ከይተረፈ ኣብኡ ኣሎም ንዛንታና ወደይ ክሪኦ እንከለኹ ዝረኣየኒ ነገር ብዙሕ ክርሳዕን ክድገምን ዘይብሉ ታሪኽ ትግራይ ታሪኽ ዓደይን ህዝበይን እዩ ኣብ ዛንታና እቶም ምስ ሽሾ ገጢሞም ብዓወት መሰስ ዝበሉ ጀጋኑ እቶም ቅድሚ ብጻዮም ቀዲሞም ህይወት ዝግብሩ እቶም ብውሱን ኣጽዋር ምስ ድሮንን ታንክን መዳፍዕን ዝተዓጥቁ ሽሾ ሰራዊት ገጢሞም ዘይተሰዓሩ እቶም ንምእማኑ ዘጸግም ጅግንነትን ቅያን ኣብ ግዜ ንእስነቶም ዝሰርሑ ከይበልዑ ጎቦ ደይቦም ማይ ከይሰተዩ ቁልቁል ወሪዶም ኣብ በዓትን ሸንጥሮን ድቃስ ስልም ከይበሉ ሓዲሮም ድፋዕ ጸላኢ ኣፍሪሶም ብዓወት መሰስ ዝበሉ ጀጋኑ ደቂ ህዝቢ እውን ኣለዉ እዮም ንዛንታና ወደይ ክሪኦ እንከለኹም ኣብ በረኻ ዝገደፍክዎም መቓልስተይ ዝረኣኹ እዩ ዝመስለኒ ናይ ዛንታና ወደይ ድምፁ ክሰምዕ እንከለኹ ድምፂ ብፆተይ ድምፂ ህዝበይ እዩ ዝስምዐኒ እንተ ጠምዩ ንሰም ዝጠመዩ ይመስለኒ እንተ ስኢኑ እንተ ዓሪቑ እውን ንሶም ዝዓረቑ ዝተጸገሙ እዩ ዝመስለኒ እንተ ተሓጒሱ ድማ ንሶም ዝተሓጐሱ ዝስሕቑ ዘለዉ ይመስለኒ ንዛንታና ወደይ ክሪኦም ከለኹ ብጾተይ ሓደራ ዝበሉኒ ህዝቢ እዩ ዝረአየኒ ከምቲ ደይ ብርሃን ክትርኢ ተመንያ ነቦይ ብርሃነ ኢላ ዝሰየመቶ ከምቲ ቦይ ንዓይ ኣብ እዋን ዓወት ተወሊዱ ኢሉ ዓወት ኢሉ ሽም ዝሃበኒ ኣነ ድማ ነዚ ውላደይ ናይ ሕሉፍ ናይ ሎምን መጻእን ዘይርሳዕ መዝገብ ጉዕዞ ህይወት ዝሓዘ ስለ ዝኾነ ዛንታና ዓወት ብርሃነይ ኢለን ሰይመዮ ኣለኹም ኣብ ዛንታና ጅግንነትና ጽንዓትና ሓድነትና ስኒትና ፍቕርና ኩሉ ኣሎ ኣብ ዛንታና ናጽነትና ሕራነና ተስፋና መጻኢና ዕላማና ኣሎ ኣብ ዛንታና ታሪኽና መንነትና ቋንቋናን ሃይማኖትናን ቅያናን ባህልናን መልክዕ ጽባቐናን እውን ኣሎም ኣብ ዛንታና ታሪኽ ጎቦታት ሸንጥሮታት ሜዳን ገደልን ዓድና እውን ኣሎም ኣብ ዛንታና ሕሉፍ ታሪኽ እያታትና ታሪኽ ኣቦታትና ታሪኽ ናይ ባዕልናን ናይ መጻእ ተስፋናን ብዘይሃስስ ደሚቕ ቀለም ተጻሒፉ ኣሎ ኣብ ዛንታና መንነትና ቋንቋና ታሪኽና ዝገልጹ ሓወልትታትና ህዝብናን መሬትናን ኣለዉ ኣብ ዛንታና ትማሊ ሎምን ጽባሕን ኣለዉ ኣብ ዛንታና ንሕና ኣለና ንሕና እንተንህሉ ድማ መጻኢና ኣሎ እናበለ ዓወት ኣብ ስምዒት ኣትዩ ነቲ ኸቢቡ ተኣኪቡ ዘሎ ህዝቢ ምዝራቡ ቀጸለም ካብ ናይ ሕሉፍ ዛንታና ተማሂርና ኣብ ጽባሕ ኮይንና ንዛረቦ ዛንታ ብዛዕባ ሰላምን ዕቤትን ፍቕርን ቅሳነትን ምቁር ህይወትን እምበር ብዛዕባ ስደት ሞት ድኽነት ስቓይ ንብዓት ጥሜትን ኩናትን ክኸውን ኣይግብኦን ናይ ኲናትን ሞትን ዛንታና ኣብዚ ወለዶ እዚ ከብቅዕ እዩ ዝግባእ። ካብ ሕሉፍ ዛንታና ተማሂርና መጻኢና ነጻነት ዝዓሰሎ ጥዑም ህይወት ክኸውን ድማ ናይ ኩላትና ሓላፍነት ክኸውን ይግባእ። ንሕና ተጋሩ ዓመት ካብ ዓመት ብዘይ ምቁርራጽ ከም ዝውሕዝ ሩባ ፍሰትና ብዝኾነ ይኹን ሓይሊ ዘይዕገት መንገድና ዝዕንቅፍ ደንጎላ እንትገጥመና ሓዱሽ መስመር ሓዱሽ ፈለግ እናፈጠርና ኣብ ዝሓሰብናዮ እንበጽሕ ወሓስቲ ሩባታት ኢና። ሰራውሩ ናብ ውሽጢ ዘሊቑ ንመሬት ኣጽኒዑ ዝሓሰም ሓያል ህቦብላን ንፋስን ውሑጅን እንተመጸውን ነቕ ዘይብል ጠንካራ ጨናፍርን ጉንድን ከም ዘለዎ ገረብ ኣብ ሓያል ዱልዱል ዓንዲ ዝተመስረትና ህዝቢ ኢና። ስለ ዝኾነ ድማ ሕሉፍ ዛንታና ከይርሳዕ ከይድገም እናዘከርናን እናሰነድናን ንቐጻሊ ዘመስግን ሓዱሽ ስራሕ እናሰራሕና እናጸሓፍና ብሰላም ንዘልኣለም ክንነብር ኢና። እዚ እትርእይዎ ዘለኹም ወደይ ወዲ ህዝቢ ትግራይ መዝገብ ኑዛዘ ቃል ብጾተይ ዝሓዘም ዛንታና ዓወት ብርሃነ እዩ ዝበሃል። ኢሉ ኣብታ ተሽከርካሪት ወንበሩ ኮይኑ ንወዱ ብክልተ ኢዱ ንላዕሊ ሓፍ እናበለም ዛንታና ወደይ ዛንታ ብጾተ ኢኻ እናበለም ብስምዒት ደጋጊሙ እናሰዓሞ ተዛረበም ክብርን ሞጎስን ንኹሎም ጀጋኑ ትግራይ ሰላም ራህዋን ቅሳነትን ንህዝቢ ትግራይ ትግራይ መሊኣ ናጻ ክትከውን እያ ትግራይ ትስዕር ኢሉ ዓወት ነቲ ተኣኪቡ ዘሎ ህዝቢ ከምዚ ስምዖ ድምፁ ሓፍ ኣቢሉ ዘረብኡ ብጭርሖ ወድዕም ዓወት ዘረብኡ ጀሚሩ ክሳብ ዝውድእ ብዘረብኡ ተመሲጥና ኣብ ስምዒት ኣቲና ኣፍና ከፊትና ክነዳምፆ ድሕሪ ምፅናሕ ዘረብኡ ምስ ወድአ ኩላትና ብሓደ ሓቢርና ብጣቕዒት ዕልልታ ድጋፍና ገለፅናሉ ድምፂ እቲ ጣቕዒት ድማ ልክዕ ኣብ ሓደ ዓብዪ ኣዳራሽ ዝተኣከበ ድሙቕ ህዝባዊ ኣኼባ መዛዘሚ ዓወት ይመስል ነበረ። እቶም ተኣኪቦም ዝነበሩ ሰባት ዓወት ዘረብኡ ምስ ወድእም ንዕኡን ነቲ ምስኡ ዝመፀን ብፃዩን ኢዶም ንምጭባጥ እናተዳፍኡ ጀጋኑና ተጋደልቲ ትግራይ ክብሪ ንዓኹም ይኹን የቐኔልና ሕድርኹም ኣይንጠልምን እናበሉ ክዳኖም ክሕዝዎም ክድህስስዎም ክሓቕፍዎም ክስዕምዎም ክጭብጥዎምን ምስ ጀመሩ ብርኽቲ ድንን ኢላ ዛንታና ወዳ ከይጉዳእ ካብ ሕቕፍብኡ ሓቝፋ ተቐበለቶም እቲ ተኣኪቡ ዝነበረ ሰብ ቀስ እናበለ እናተበተነ ሓደ ብሓደ እናውሓደ ምስ ከደም ኣነን እቲ ሒዝዎ ዝመጸ ብጻዩን ብድሕሪት ኮይና ንዓወት ኣብታ ተሽከርካሪት ወንበር እናደፋእናዮ ብርኽትን ሃናን ንዛንታና ሓቑፈን ደድሕሬና እናሰዓባ ኣያ ምስ በዓልቲ ገዝኦም ከዘርኦም ሒዞም ቀቅድመና እናመርሑ ቅድስቲ መዓልቲ ናይ ሓጎስ መዓልቲ እናበልና ናብቲ ናይ ክርስትና ብላዕ ስተ ዝተዳለወሉ ናብ መንበሪ ገዛ እንዳ በርኽቲ ተኣኪብና ኣምራሕና ተጋሩ ዛንታና ከም ኮኾባት ሰማይ ብዙሕ ከም ማይ ውቅያኖስ ሰፊሕ ከምቲ ኣብ መንገዲ ዘይዕገት ወሓዚ ሩባ ነዊሕ ቀጻልን ዘለዓለማውን እዩ ተጋሩ ኣብ ዝሃለና ንሃሉ ኣብ ልዕሊ እዛ መሬት ክሳብ ዘለና ዘርእና ክሳብ ዝተኸልና ታሪኽና ዝጽሕፍን ዝስንድን ዛንታና ዝሰምዕን ዘንብብን ካብ ዛንታና ዝመሃርን ዘምህርን ወለዶ ክህልው ግድን እዩ ንመን ኢልዎ ኣነ እውን ሓደ መዓልቲ ምስ ሃንቾ ዝህልወኒ ናይ ፍቕሪ ዛንታ ከዘንትወልኩም እኸውን ህፃን ዛንታን ዓወት እውን ጉዕዞ መጻኢ ህይወቱ ከምቲ ተጋዳላይ ኣቦኡ ዝተመነየሉን ዝተንበየሉን ኲናትን መስዋእትን ስንክልናን ኣብ ወላዲኡ ብቂዑ ብርሃን ዝዓሰሎ ብፍቕሪ ዝተመልአ ህይወት እናነበረ ናይ ባዕሉ ናጻ ሃገር ድዩ ክውንን ወይስ ብሰንኪ ድኹም ፖለቲካ ንሱ እውን ምስ ዓበየ ናይ ወለዱ ዕፃን ታሪኽን ደጊሙ ንተመሳሳሊ ዓላማ ክላሽን ሒዙ በረኻ ክወፅእ መን ይፈልጥ ዛንታና ዕድመ ሂብዎ ምስ ዓበየ ወዲ 20 30 ወይ ወዲ 50 ምስ ኮነ ኣብ ጉዕዞ ህይወቱ ዝገጠሞ ሓደ መዓልቲ ከዘንትወልና ይኸውን ተጋዳላይ ዓወትን እቶም ብህይወት ዝተረፉን ኣካሎም ዝሰኣኑን ብፆቱን ከም ውፅኢት ፍረ ቃልሶም ፍረ ፍርዩ ዝተቓለሱሉ ዕላማ ተጋሂዱ ናፃ ሃገር መስሪቶም ባንዴርኦም ኣብ መሬት ትግራይ ተኺሎም መዓልቲ ናፅነት ሃገረ ትግራይ ሓደ ኢሎም ይጅምሩ ዶ ይኾኑ ወይስ ኣማኢት ኣሽሓት በረኻ ዝወፅሉ ዝሰንከልሉ ዝተሰውኡሉ ክንደይ ህዝቢ ዝሃለቐሉ ዝተጋፍዐሉን መረበቱን ጥሪቱን ገዲፉ ዝተሰደደሉን ትግራይ ብምልእታ ንብዙሕ ዓመታት ንድሕሪት ዝተመለሰትሉ ደማዊ ኹናት ዘላቒ ፍታሕ ከይተገብሮ ተንጠልጢሉ ድጉል ሓዊ ኮይኑ ግዘ ይፍታሓዩ ተባሂሉ ተሸፊኑ ክተርፍ ዶ ይኸውን ዛንታናን መሓዙቱን ቆልዑ መጻኢ ትግራይ ብሓፈሻ ኩሎም ኣብዚ ዘመን እዚ ዝተወለዱ ዕሸላት ከም ዕድምኦም ምስ ኣኸለም ኣብ ክንዲ ናብ ቤት ትምህርትን ልምዓትን ምውፋር ከምትን ንሕና እንጭርሖ ዘለና ጭርሖም ናይ ኣያታትና ቃልሲ ተጠሊሙ መስዋእቲ ወለድና ንብላሽ ተሪፉ ሓረስታይና ጠሚዩ መሬትና ደሪቑ ገንዘብና ዓቢረን ኣሕዋትናን ኣዴታትናን ተደፊረን ብሰላምን ብናጽነትን እንነብረላ ሃገር ኢና ንደሊ ስደት ይኣኽለና ሃገር ሃቡና እናበሉ ተመሳሳሊ ኹናት ተመሳሳሊ መስዋእቲ ተመሳሳሊ በሰላም ተመሳሳሊ ንብዓት ተመሳሳሊ ሕቶም ተመሳሳሊ ጭርሖም ተመሳሳሊ ዛንታዶ ከዘንትዉ ይኾኑ ደቆምን ደቂ ደቆምን ከም ኩሉ ንምርኣይ ምቕናይ ሰሰናዩ ተፈጸመን